ማዕተብ ግበር እንተበልካስ ኣብ ማዕተብ ኣይገብርን እየ። ከምኡ እውን እዚኦም ብቻ ኣይኮኑን። እዛ ትሪእዋ ዘለኹም ከመይ ኢላ ናብዚ ትኸይድ ኣዲኣ መፂኣ ሃገር ሙሉእ ዳርጋ ኣንፃር ዝውዲ ገጢሞ ምስዚ ትግራዋይ እዚ ክትከድ የብልክን። እምባ ሞኸይ ዓይነየ ዓይነየይ ሪሓነይ ካብ ሰዶ ስልበይ ኩሉ ሰዶ እዚኦምን ካልኦትን ኣብዚ መደብ እዚ ክንርኢና ሰናይ ምክትታል ወትሳፕ ወትሳፕ ናይዚ ፍቕሪ ዝኾነ ዩቲብ ቻናል ተኸታተልቲ ሎማዓንቲ ብጣዕሚ ደስ ደስ ዝብሉ ዘስሕቑን ዘምህሩን ቪድዮታት ሒዘ ተመይሰ መፅእ እኒኹ ካባኹም ፅበ ላይክ ጌርኩም ጀምሮ እዛ ቪድዮ እቲ ቻናል ተፈትሕዎ ድማ ሳብስክራይብ ምግባር ኣይትርስዑ ንኸድላ ቪድዮና ኣነ እኳ ዘይጠለም ኣምላኽ እዩ ዘለኒ ቁልጡፍ ኣምላኽ ኣብ ዝተሸጎርኩሉ ኣብ ዝኸፈእኒ ኣብ መሪት ጽብብ ዝበለትኒ እዋን ድንን ኢለ ዓሚተይ ምስ ዝልምኖ ቀልጢፉ እዩ ዝረድእኒ ኣብ ሰባት ኣይውከልኒ ኣነ ኣብ ኣምላኽ ጥራይ ዝውከል ናይ ደቂ ሰባት ሓሚምካ ትኸዶም መይቶም እዮም ጸንሑኻ ተሸጊርካ እኳ ክፈትሑልካ ዘይክእሉ ነታ ጸገምካ ነጊርካዮም ከማን ክዕቅቡዋ ዘይክእሉ እግዚኣብሄር ግን ዋላ ሕማቅ ግበር ይቕረ ተጋጊኤ እንተልካዮ ዝፈትሕ ኣምላኽ እዩ ዘለኒ ኣምላኸይ እስኻ እንኳዕ ፈጣሪየ ይኮንካ ሰማይን ምድርን ብዘይ ዓንዲ ዝፈጠርካ ምእንታይ ክትብል በጃ ዝኸፈልካ ህያው ዝኾንካ ኣምላክ ኢኻ ዘለኻኒ ንስኻ ንኸይትጠልመኒ ደኣለየ ዝፈርሕ እምበር ደቂ ሰባት ከይጠልሙኒ ሓንቲ መዓልቲ እኳ ፈሪሐ ኣይፈልጥንየ

ሰላም በሎ ዝተላለዮ ምንኣስ ሓዊ ነቲ ኣብ ዓራት ደርቢኻዮ ዘለካ እቲ ዘይተረፈ ዝሓወይ ተሪፍዎ ይታ ኣይተረፈን ሓንቲ እግሩ እያ ታሪማ ደልቲ ሓንቲ እግሩ ኣላትካ ክልተ ኢዱ ኣለካ ናውቲ ገጹ ብምሉእ ኣሎ ደሓን እዩ ዘሎ ስፋይ ሓወይ ሓቂ ክንዛረብ ኣለካ ኣለኹ እዚ ቆልዓ ጽቡቕ የለን ንብዓቱ ከንቅጸሉ እየ መጽኤ ዘለኹ ብድቡሰይ ኢለ እየ መጽኤካ ዘለኹ ኣታ እንታይ ከም ትገብሩ ዘለኹም ንጎ ንጎ ሰሊ ዋ ሰሊ እኮ ኣይኮንና ንብል ደልና ሕጂ ክዳን ኢና ንብለካ ደልና ስፋይ ኣንታ ሓወይ እንታ ደቐ ድሃሪመ ወለ ንዓኹም ይሃሪመኩም ኣነ ስፋይ ስድራ ምረት እምበር ሃሪምካ ስፋይ ኣይተረዳእካ እንዲ ስፋይ ብምሉእ ስድራ ይትሃሪም ደሎ ስፋይ እዋ ንሕና ንዕኡ ክንኣሊ ሳልሳይ ወርሕና ሒዝና ኣለና እሱ ክለኣኾ ዝግብኦ እዚ ለኣኾሉ እሱ ክሰርሖ ዝግብኦ ኣነ ሰርሖ ኣለኹ ስፋይ ስድራ ምረት ኢኻ ኣሰንኪልካ ስፋይ

ተስፋይ ሓወይ ብጣዕሚ ቆልዓ ተሓጒሱ ተደቢሱ ተኻሒሱ ሕጉስ ኢሉ ትርኢ ኣለኻ ከምዚ ነበረን ንብዓቱ ነቒፁ ተሓጒሱ እዩ ዘሎ ሕራይ ተሓጒስካ ዶ በል ኣመስግኖ
ምህራም ምህራሙሲ ምህራም ምህራሙ ናይ ተስፋይ ጎማ ትርከበካ ክትረኽበካ እያ ትደጋግመካ ተስፋይ እስኻ ሰብ ክትሃርም ኣለካ ከማኻ ጥዑም ሃራመይ ከማኻ ጥዑም ገጫዊ ርኤ ይፈልጥኒ ሓቀይ ዶ ተሓጒስካ ዶ ክንደይ እኮ ተደቢስካ ክንደይ እኮ ተስፋይ ሓወይ እሞ ክስታ ክንገብር ስፋይ ክኸይድ ዝቆልዓሲ ክኸይድ ዓዱ መሳፈሪ ሃቦ እሞ ናይ ኣውቶቡስ ናይ ኣውቶቡስ ሃቦ ሓደ ኣርባዕተ ሚእቲ እሞ ሕጂ ኸዓ

ከምዚኣ እያ ጓል ተፍቂራ ከምዚኣ እያ ከምዚኣ እንዳሰተና እስከ ኣደይ ማርያም ይዘሙ ኣሕዋተይ ብሩኽ መዓልቲ ግበሮ ብሩኽ ቀዳመ ሰንበት ይግበሮ እወ ኣብ ዝሓለፈ ኣብ ናይ ኢትዮጵያ ኣዛራቢ ዝነበረ ናይዚኦም ክልተ ኮይኑ ዛትሪእዋ ዘለኹም ከመይ ኢላ ናብዚ ትኸይድ ኣዲኣ መፅያ ሃገር ሙሉእ ዳርጋ ኣንፃር ዝውዲ ገጢሞም እዚ ትግራዋይ እዚ ክትከድ የብልክን ፖለቲካ ተሓዊሱ ኣብቲ ጉዳይ፣ ናይ ክልል ተሓዊሱ ኣብቲ ጉዳይ፣ ናይ ብሄር ተሓዊሱ ኣብቲ ጉዳይ ብዙሕ ብዙሕ ብዙሕ ብዙሕ ብዙሕ ኣዛራቢ ነይሩ ኣብ ዜና ኣቕሪበዮ ነይረ። መጠረሽትኡ እሳ ከዓ ኣብ ኣሜሪካ ገሊኣ ትቕመጥ እሱ ከዓ ኣብ ኤሮጳ ሕጂ መፅኣቶ ናብ ኤሮጳ ብሓንሳብ እዮም ሓዲሮም ዘለዉ ኢሎሞ ጓል ተፍቂራ ኢሎሞ ጓል ተፍቂራ ኣዲኣ ከይትረፈ እያ ኣብቲ ቲክቶክ መፅኣ በቃ ክንደይ ይባእስ ነይሩ ከይተክዲና ምስ ሰብዚ ምስዚ ሰብዚ ፍቅሪ ከይትቅጽሊ ጓል ተፍቂራ ግን ሃገር ኣይትሰምዕ ነዲኣ ኣይትሰምዕ ዋ እንታ ዘን ደቂ ኣንስትዮ እኮ ሎሚ እኽን ቁሩብ ከማን እ፣ ጎሪሕክን ማለት ቁሩብ እምበር ቀደም እኮ ጓል ጓል ተፍቂራ እኮ ወዲ ጠሊብኒ ኢላ በረኪና ትሰቲ ነይራ በረኪና ትሰቲ ዋ፣ ሎሚ ደኣ እንታይ በረኪና ክትሰቲ ጓል እ፣ ዋይን ትሰዲ ትሰቲ ወዲ ምስ ጠለማ ይኺድ ጽርግፍ ይበል ትብል ፍቅር ተኮይኑ ከምዚ ክኮን ክክእል ኣለዎ ንኩሉ ጥንጥን ኣቢላ ትመጸካ ማለት እዩ ንስካ ከኣ ክተግድዓ የብልካን ንኩሉ ጥንጥን ኣቢላ ምትመጸትካ ማለት እዩ ብዝኮነ ናይ ቀዳመ ሰንበት ዕላል ናይዚኦም እዩ ዘሎ ሕጂ ከኣ ክንደይ ኩናት ስለምንታይ ተራኪቦም ስለምንታይ ተራኪቦም እናበልካ ብዝኮነ ይመለኣሎም ኢና ንብል ንሕና እንታይ ክንብል ኮይንና ይመለኣሎም እመለኣሎም እወ ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን የቀንየለይ
ሰብ የለን ኣለና ባ ካብኡኻ ከምዚ ዓይነት ጣዕበት እንትኮ ኣብ ሕልፎት ኣብዚ ሬስቶራንት ኣጋጢሙ ይፈልጥ እዩ ስኢልካ ከላማ ኣይተብዝ ዕራቑ ኮነ ይትብል ሓቂ ንምዝራብ ኣብ ውልቀ የሸገርካ እናይተረብካን ማለት ስምራ ኣይኮንካን ኣነ ዝሓረን ፈረስ መስዶና እዛ ምሳይ ዘላ ብልጠይ ከ ምሳኻ እኮ ሓንቲ እኮ እያ ዘላ ሓንቲ ብልጠይ ንሓፋይ ንሓንቲ ካልእ ዘረባ መንግዶ እኮ ብዝኾነ እታ ትሰምዓካ ግዲ ኣክላለን እንታይ ምዃኑ መግቢ ማለት እዩ እንታይ ዓይነት መግቢ ከምፃልካ

ስረታትና እናመለስክን ዘይስኽን እስኽን ነቲ ንገብሮ ስረ እናመለስክን ዋጋ ተውስኻሉ በዓል እዚ ናይ የማንን ናይ ፀጋምን ናይ እዝኒ እናገበሩ ነቲ ናትክን ትገብርኦ ዋጋ ወስኽሉ ተዋሳሰኽያ። ስማዕ እንዶ እስኻ ክትሰርሕ ዲኻ መፂእኻ ዋላስ ክትዛረብ? እንዳ ገበርኩ ከ እቲ ራሄል ሓብተይ። ዋይ ኣታ ከይት ስራሕካ ስራሕ። ሕራይ ሕራይ ራሄል ሓፍተይ። ካብ ደገ ዝመጸ

እቲ ካብዚ ዝኸደ ጸያፍ መልሓስ ከ ተካእ ተባሂሉ ከም ድሌት እዛዋይ ክልተ ናብራ ኣብ ሓደ ሓድር በታ ሓንቲ ኣደ ትነብዕ ወዳ ኣብ ውትድርና ሰለስተ ኣርባዕተ ዓመት ጠፊኡ ደሞዝ የብሉ ገለ የብሉ እቲ ካብ ደገ ዝመጸ ከ ስደተኛ ከ ዳጣቃዕካ ኢንተርቪው ተግብሮ ወዲ ዓዲ ዳመን ኢንተርቪው ገብሮ ጥፋእ እኮ እዩ ነቶም ኣብ ዓዲ ዘለዉ ጥፉ

ኣስመራ ሲ ብድላይካ ከድካ ትሓድር ኣብ ደመሴካ ትሓድር መን ኢካ ድብለካ የብልካን ዋላ ኣብ መሬት ደቂስካ ትሓድር ጁባካ ድፍትሸካ ድስርቀካ የብልካን ገለ መለከት ነቲ ናይ ቀደም ንሰምዖን ነብሎን ማለት ሕጂ እንታይ ኣለዎ ገለ መለ ወይ ኣብዚ እዋን እንታይ ተቀይሩ ተቀይሩ ደይኮነ ርኢክን ሕጂ እቲ ፍቅሪ እቲ ንሕና ስስቂና ሹማ ጥራይ እንዳልዓልና ግብሪ ከይገበርና ኣስመራ ኣነ ኣስመራ ፍቅሪ እዩ ኣስመራ ሓቂ ተብሊካን ሕጂሲ ኩሉ ግዜ ኣስመራ እናሸፈንካ ከኣ ጎነጽካ እምበር ጽቡቅ ኣይኮነን። ስለዚሲ ሰብ ኩሉ ኣብ ዝተወለደ ይወለድ ብተወለዶ ኣብ ዝዓበየ ዕበ ቦትኡ ተኣሽሚዑ እቲ ዝዓበየሉ ቦታ ኩሉ ግዜ ናቱ ፍቅሪ ኣለዎ።

እንዴ ንዓኺ ክርእየኪ ከለኹ ዝመጸኒ ሓጎስን ደስታን ገጸልኪ ይክእል እዩ ካርመይ ኣደ ደቀይ ሰበይተይ ኩሉ ክትኮን እየ ዝምንየኪ ብዘይ ብኣኺ ክነብር ፈጺመ ደይክእል ምሻሎ ካብ ብቓላት ብተግባር ከርእየኪ ዝመርጽ በቃ ካርመይ ናተይ መናብርተይ ኣብ እዋን ጸገመይ ኣብ እዋን ሓጎሰይ ኣብ ጎኒ ኮንክ ምሰ ክትቅጽል እየ ዝምንየልኪ ካብ ልበየ ዘፍቅረኪ ካርመይ ኣይ ላቭ ዩ ተወዲያ ኣላ እዚኣ ማለት ማራ ኬፍ ኣለኪ ማራ ኬፍ ይብክኒ ኣና ንክላለየኪ ተገዲደ ን ኣብ ዝጠዓማ ን ሓደ መዓልቲ ሻሂ ገለ ንበሃል ማሌስ ኣለኪ ምሾ ማራ ደስ ዝብል ቆማን ደስ ዝብል መልክዕን ኩሉ ኣምላኽ ብዘይ ኣምላኽ ኣደ ማርያም በቃ ብዘይ ብዓይና ተዓሚታ ሰሪሓትኪ ማሌስ ንስኺ እስኺ ትመስልስ ረጊጸኪ ክሓልፍ ኣይሓሰብኩን ምሳኺስ ከመይ ዝበለ ምዉቕ ኣሓ ፍቕረይ ምዉቕ ጊዘ ን ከሕልፍ ዝደሊ ማለትስ ቁሉ ናይ ፍቕሪ ነገር ኣይርዳኣክን እያ ይብልኒ ግን ነዚ ዘቕርበልኪ ዘለኹ ሕቶይ ብጽቡቕ ንክትርድእኒ ይምሕጸነኪ። ክርዳኪ እስኺ በቃ ፍጥረት ናይ ኩሉ ዓለም ኢኺ ንኩለን ብዙሓት ደቂ ኣንስትዮ ኣብ ምድሪ ዓለም ተፈጢረን እዮም ሓደ ጓል ኣንስተይቲ ንዓ ወይ ከን ንዑ ኢሉ ዝፍጠር ማለት እዩ ንሰበ ከኒ ንዓይ ክተፈጠርኪ ኮሉ ይስማዕ ንዓይ ከብጣጣ መዓንዱ ብዙሕ ይደላይኺ ብዙሕ ኣፍቃሪኺ ብዙሕ ይኸንዓኺ ዝደለኪ ግን ካብቶም ብዙሓት ከኒ ኣነ ወሳዲኺ ወይ ከን ኣነ ተመናይኺ ናተይ ምዃንኪሲ ልበይ ኮም እዩ ዝብለኒ እዚ ከተዕድልቲ ናይ እግዚኣብሔር ኢለ ዝኣምን ማለት እዩ ኣብ ብዙሕ ነገረሲ ፈቲነኪ ኣብ ብዙሕ ነገረሲ ለሚነኪ ብዙሕ ነገር ከኒ ኣድለከ ብሓፈሻዊ ትፈትየ ክትህይወት ማለት ኣደ ንዓኺ ምንጋር ኣድለክኒ ልብኺ ካብዚ ቃላተይ ተረዲእኺ ኣስተውዒልኪ ሰሚዕኽሲ እንታይ ትብልኒ ወይ ከኒ እንታይ ከኒ ግብረ መልሲ ትህብንሲ ንዓኺ እዩ እቲ ቦታ ገዲፈልክ ኣለኹ ወዲ ተባዕታይ ኩሉ ግዜ ሲንግል እንከሎ እዩ ገንዘብ ክእክብ ዝጅምር በንጻሩ ጓል ኣንስተይቲ ከዓ ዓርኪ ምስ ሓዘት

ወይ ዕስራ ትዌንቲ
ማንታይ ማለት እዩ ማንታይ እወ ወይ ብእንግሊዘኛ እወ ብእንግሊዘኛ ትዊነይ ብትግርኛ ከዓ ማንታይ ማለት እምበኣ ከምኡ ዲኻ ፋራ እወ ኣነ እንታይ ግበ ተፅዕቐለይ ኣለኺ እዛ ፋራ እወ እንታይ ይመስለካ ዘርኦመይ ባዕልኻ ኣይርዳእካን ኣሎ ኩሉ ነገር ቁልደይ ተብለኒ ዋ ኣይ ላቭ ዩ ቤበይ

ንኸ ብስነስርዓት ከለካ ዓዲ ክንነግሮ ኢና ነቲ መርሓ ክትበፅሓ ክበፅሕ ኣሎ ገ- ፍቅርን ገና ሰላምን ሃበና ገና ናትካ ቻነል ይኽፈት ኣሎ
ክንከፍቶ ኢና መሻሽጦ ቻናል ክንከፍት ኢና ብስ- ዓባይ ሳተላይት ጌርና ናይ ብሓቂ ስጋታ ዶ ይብለካ ኣለኹ ኣብ ቅድሚ ኣምላኽ آه، እንከፍቶ ኢና ኣነ ክነገረካ ታሪክ ታሪክ ናጽነት ዓኾዃይ ምስ በለ ማለት እዩ ናይ ኣዱሊስ ባንድ ታሪኽ እየ ዘዕለካ ዘለኹ ዶንቶክ ዶንቶክ ዊዲት ዚብ ንበሎ ዶ ጀምዓት ዶንቶክ ኮፕሊንግ እባ ግበሩ ኮፕሊንግ ግበሩ ኮፕሊንግ ግበሩ
ዳሜራ ጌርናላ ኣለና በሻሽጦ ቻነል ኣብ ቀረባ ግዜ ራይዋ

ናብ ስደት ከኣ ትፈልጥ ኢኻ ትሰጎ ይኸይድ ትጽውዖ ይመጽእ ትሰጎ ይኸይድ ትጽውዖ ይመጽእ ኣብ መጨረሻ እንታይ ወጺኦምሉ ሳጉ ኮሞዲኖ እነስ ኮሞዲኖ ሲ Come on.

ሰላሳ ንሓሙሽተ እንታይ ትሬንታቸው እንኳ እወ ኣታ ኣታ ሓቅባ ተዛረብ ሓደ ሓደ ግዜስ ዋ ኣታ ተኾንኩም ኣታ እሞ ኣነ እኮ ኣውፅኤላ እየ ይብለካ ኣለኹ ጥዕና ክሕሉ ኢለ ንሰብ ክጥዕመ ኢለስ ብዙሕ ውፃኢታት ኣውፅኤላ ይብለካ ኣለኹ እሞ ንዓሞ ክነግረካ እንድሕር ኣውፂኻላ እኮ ኣብ ከብዳ እምበር ኣብ ጁባ ናይቲ ድገዛ ኣይኮነትን ደላ ክነግረካ ኣብ ጅቦም ጥረ ገንዘብ ተሪሃ ኣለወ ኣብዛ ከብዳ ናይቲ መኪና ግን ኣሎ ማለት እኳ እዩ

ካርሴርያ ንባዕሉ ክጨፋለቂ ትርኢ ኣለኻ ትርኢ ኣለኻ እዚ ሰብየቱ በቲ ሰብየቱ ርዮ ርዮ በቲ ቾርከ የብላን ስማዕ በረ እንታይ ብቡልቸር እያ ተኸይዛ ማኪና ብውልቸር መሓደ ሓደ ኣፊቱ ብድሕሪት ምደፍኡኻ ስድራኻ ንስኻ ከ ኣብ ቅድሚት ምኾንካ ርኢኻ ኣለኻ ደሓን ክድውለልካ እሞ ሓደ ዓርከይ ኣሎ ደላያይ ሰብ ክሰደልካ እሞ እታ መኪና ትህቦ

ብዝኾነ መልክዕ ኣገባብ ዋእ እወ ከምኡ ከመፅኡ ኣለዋ እስኻ ሕጂ ክተ ንዚ ክትዕርዮ ከኣ እንታይ የድሊ መሲልካ ብዙሕ ዓቕልን ስነ ስርዓትን ኣዘራርባን ከምዚ ንገብሮ ዘለና ዕላልን ገለመለን ስሩዕ ሰብ እኮ ውሑድ እዩ ስሩዕ ማለት እንታይ ማለት እዩ ባህሉ ኣሚኑ መዋስብቱ ሪኡ መካይድቱ ሪኡ ዝኸይድ ሰብ ብዙሕ እኮ ኣይኮነን ሰብ ኣይግድሶን እዩ ታይ እያ ከመይ ኢላ ዓብያ ካበይ ዓብያ ሰብ እኮ መልክዕ ደኣ መልክዕ ታይ ደገብረልካ እዩ ዘይንሕፁኖት እዩ ስ መናብርትካ መተኣርግትካ እኮ ንዓካ ዝመስል እዩ ንዓካ ዝመስል ማለት ትፈላሊ የለካን ንዓካ ዝመ ህድእ ኢላ ምሳካ ትነብር ኣብ ባህሊ ዘይትጋጮ ስድራኣ መፂኦም ምሳካ ክቆ ንዓካ ደስ ዝብሎም ስድራኣ መፂ እዚ እኮ እዩ እቲ ናይ መርዓ እቲ እቲ ኣብ ኣብ ማእኸላይ መርዓ ድሕሪ ምስ ወለድካ ዝያዳ ዘተሓቋቑፈካ ምስ ውላድካ ምስ ገለ መለ እኻ። ጽቡቕ። ዘየድሊ ሰብ ምስ ባህልኻ ይከይድ፣ ምስ ልምድኻ ይከይድ፣ ምስ ሕብርኻ ይከይድ፣ ምስ እምነትካ ይከይድ፣ ብዝኾነ ዘይመስለካ ሰብ ብተፈለየ ቁንጅና ሱቕ ኢልካ ግዝያዊ ቁንጅና ተመርዒኻ ትረኽቦ ሽግር ንሳን ንስኻን እኳ ሕማቕ እዩ። ምዕብል ኣብ ቴክኖሎጂ ኣብ ኣብ ኢንጂነሪን ኣብ ገለ ገለ መለ እዩ። ግን ኣብ ውሽጣዊ ስምዒታት ገለ መለሲ ባህልኻ ክነ እንድሕር ዘይተንጸባርቕ ኮይንካ ህላውነትካ እውን ሓደገኛ እዩ። ንሰብ እኮ ባህሊ እዩ ዘንብሮ እምበር ዋላ ሓደ ባህሊ ማለት ድማ ብዙሕ እዩ። ክተግፍሖ ትኽእል ክተጽብቦ ትኽእል። ኣበላልዓ ባህሊ ኣሎ፣ መውስቦ ባህሊ ኣሎ፣ ኣከዳድና ባህሊ ኣሎ፣ እምነት ባህሊ ኣሎ። ካብዚታት እንድሕር ቁሩብ ምዩቕ ምዩቕ ኢልካ ምናልባት ከም ምዕባለ መሲሉኳ ደሓር እናጠፋእካ ኢኻ ትኸይድ። ምኽንያቱ እንታይ ይመስለካ ንዓኻ ዝመስል እዩ ምሳኻ ዝነብር ኣብ ዝኾነ ዓለም ንዓኻ ዝመስል ኣነሲ ሓንቲ ጥልያ ንበል ሓንቲ ጥልያን ዘይትፈልጠ ዘይትፈልጠኒ ዘይፈልጣ ገለመለታት በፍንጫ ንሳ እውን ብጉብዝናይ ብገለመለ ገለ መሰረት ዘይብሎ ክንዋሰድ ንኽእል ምስቲ ጉብዝናይ እዚ ከይትድልየታ ኣዲኣ መፅኣ ኣነቓሓ ይብለኒ ኣደይ መፅኣ ንዓቓሓ ይትብላ ሕዚሲ ክንሳቐ ኢና። ሕዚ መልክዕ ነባሪ ኣይኮነን ማለተይ እየ። ነባሪ መልክዕ ውሽጣዊ መልክዕ እዩ። ውሽጣዊ መልክዕ ከኣ ባህልን ልምድን ቋንቋን ስምዒትን ኣረኣእያን ድልየት ናይ ኣህዛብ እዩ ማለተይ እየ። ሕዚ ከምዚ ዝፈልጥን ዘይፈልጥን ስለ ዘሎ ንሰብ ቀቲልዎ ዘሎ እንታይ ምስካ ምንጽብራቕ እዩ። ምንጽብራቕ ውልዕ ጥፍ እዩ። ኣብ ውሽጥኻ ዘሎ ንዓኻ ዘሐጉስ ተንጸባርቆ ትኽእል ብጽቡቅ ክትነብረሉ ትኽእል እንተለመድካ ይሓይሽ ዝብል እምነት ኣለኒ። ጽቡቅ ጽቡቅ ሓደ። ኣረ ሓንቲ ተኣስርኪ መንግስቲ ኣስርኪ ኣይበልክኽን ንስኺ ሰብ ቀትልኪ ኢሎምኪ ኢዮም ተከሲስኪ ኢኺ

ማዕተብ ግበሪ እንተ በልካስ ማዕተብ ኣይገብርን እየ ኣብ ናይ ጆሆቫ ውንስ ድየ ክመሃር እየ ዶ ኣብ ጆሆቫ ውንስ ናብ መርዖ ድና እንታይ ኢኻ ትብል ብዙሕ ኢኻ ትብል ነርካ እንታይ መፍሊጥ ኣነ ሕጂ ግን ይልምነካ ኣለኹ ይልምነካ ስለንኩስ ኣይለምነካን እየ ግን ከም ሰብ ንሰብ ኣሮኖ እንታይ ከም ትገብር ትልካስ ኣይርዳእካን እዩ ሕጂ ካብ ኩሉ ኡፍ ኢለ ካውፅኦ ክኢለ ግን ከምኡ ኣይገብርን እየ

ተዛረበት ኢሉስ እታ ቪድዮ እታ ኮመንት ሲ ላይክ ጌርካያ ኣብዚ ከርኤ ላይክ ጌርካ ንምንታይ ከምኡ ትገብር ማለት ትፈልጥ ኢኻ እቲ ውሽጢ ኩሉ እንታይ ከም ዝኾነ ክበክ ከለኹ ኣብ ሃስታል ኡይ ክብል ከለኹ ገለሲ እስኻ እንዲኻ ነርካ እስኻ እንዳ ትብል ነርካ እስኻ እንዲኻ ነርካ ሕጁስ ንምንታይ ኢኻ ተመሊስካ እቲ ናይ ቀረም ሰባት ዘይፈልጥዎ እቲ ፍሉይ ዘይፈልጥዎስ ንከምኡ ጌርካ ንኣድቫንቴጅ ሕጁስ ፌመስ ኮንካ ዲኻ ፌመስ ኣይኮንካን ዲኻ ጉዳይ ኣይኮነን፣ ግን ከም ሰብ ንሰብ በጃኻ ግረፍ ይብለካ ኣለኹ። ሽመይ ሕጅስ ይኣኽለካ። ደስ በለካ ግበር፣ ደስ በለካ ፖስት ግበር፣ ደስ በለካ ጓላት ፍቶ፣ ጉዳየይ ኣይኮነን። ዳት ኢዝ ዮር ቢዝነስ። ግን ካብዚኣ በጃኻ ካብዚኣ ዕለት ዕስራን ሽዱሽተን ክንደይ እሞ ግረፈኒ፣ በቃ ይኣኽለኒ። ሽመይ ብሽመይ ሲ ይኣኽለኒ ፌመስ ክትከውን ድልኻ ኣይዶን ነው ይኣኽለካ ዶ ሸውዓተ ሽሕ ሓሙስ በፂሕኻ ይኣኽለ ኣይኣኽለካ ካብዚ ንላዕሊ እንታይ ኢኻ ዘሊኻ ብናትካ ማይንድ ብናትካ ብሬን ዘይትሰርሕ ብናትካ ቪድዮታት ዘይትሰርሕ ኣነ ክሕግዘካ ኢለ ዝኽእልኹም ፖስት ዝገበርኩ ትፈልጥ ኸቲ ሓቂ ሕጅስ ንምንታይ ኣኻ ተመሊስካ ከምዚ ኣነ ጸለልቲ ድያ ከምዚ ከምኡ ክሳይ ክገብር ደሊ በጃኻ ዝሓወይ ሓወይ ድኻ ከማ ከምዚ ሓዊ የብለይን ሶሊ በጃኻ ዩኤል ግደፍ ይኣኽለካ ኣይኣኽለካ በጃኻ ብኣምላኽ ይብለካ ኣለኹ ዳይቆን ማሽ ነርካ ቃል ኣምላኽ ምሽ ትፈልጥ ኢኻ ነይራ በጃኻ ስታዕ እሺ ጋይስ ናብ ናይ ሎም መዓልቲ ቪድዮታትና እዚአን ይመስላ ነይረን ተመችኩም ላይክ ግበሩ ዝኾነ ይኹን ዓይነት ኮመንት ሃሊኩም ኮመንት ግበሩለይ ጋይስ ኣይ ላቭ ዩ ፒስ ኣውት